ክኾነና ካብ ካልኣይ መጽሓፍ ዜና መዋእል ምዕራፍ ሸውዓተ ቁጽሪ ዓሰርተ ኣርባዕተን ዓሰርተ ሓሙሽተን ከነንብብ እዞም ብስመይ ዝተሰምዩ ህዝበይ ትሕት እንተበሉ እንተለመኑ ገጸይ እውን እንተደለዩ ካብ ክፉእ መንገዶም ድማ እንተ ተመልሱ፣ ሽዑ ኣነ ካብ ሰማይ ክሰምዕ እየ፣ ሓጢኣቶም ከኣ ይቕረ ኽብለሎም፣ ምድሮም ክፍውሰሎም እየ። ሕጂ ኸኣ ኣብዛ ቦታ እዚኣ ንዝጽለ ጸሎት ኵሉ ኣዒንተይ ክኽፈታ፣ ኣእዛነይ ከኣ ጽን ክብላ እየን ይብል እግዚኣብሄር ጎይታ ሰራዊት ዝተፈተኹም ብክርስቶስ ኣሕዋትን ሓትን ኣብዚ ናይ ሎሚ ኣስተንትኖና እቲ ብስመይ ዝተሰምየ ህዝበይ ትሕት እንተበለ ገፀይ እንተደለየ እንተለመነ ካብ ክፉእ መንገዱ እንተተመልሰ ሽዑ ኣነ ካብ ሰማይ ናብ ምድሪ ክሰምዕ እየ ሓጢኣቶም ክሓድገሎም ምድሮም ክፍውሰሎም ኣብዛ ቦታ እዚኣ ንዝጽለ ጸሎት ከኣ ኣዒንተይ ክርእያ ኣእዛነይ ክሰምዓየን ዝብል እዩ እዚ ናይ እግዚኣብሄር ተስፋ ዝህብ ብሓቂ ቃል ሎሚ ነዚ ቃል ኣልዒልና ብሓቂ ክርስቶስ ከመይ ዝኣመሰለ ሰላም ከነናዲ ከምዘለና ውሳጣዊ ሰላምናን ደጋዊ ሰላምናን ኣብ ዞባናን ከመይ ዝኣመሰለ ናይ እግዚኣብሄር መሪሕነት ክህሉ ከም ዘለዎ ከነስተንትን ኢና። ኢሳይያስ ነቢይ ኣብ ትንቢቱ ኣብ መበል ሓምሳን ክልተን ምዕራፍ ቁጽሪ ሸውዓተ እዚ ዝስዕብ ቃል ይጅምር፣ እቲ ብስራት ዘበስር፣ ሰላም ዘውሪ፣ ሰናይ ዘበስር፣ መድሓኒ ዘውሪ፣ ንጽዮን ከኣ ኣምላኽኪ ነጊሱ እዩ ዝብላ፣ ኣኽራን ኣቋሪጹ ክመጽእ ከሎ ክንደይ ግሩም እዩ! እዚ ትንቢት እዚ ንምጽኣት ጐይታና የሱስ ክርስቶስ ቅድሚ ልደቱ ኢሳይያስ ነብዪ ኣቐዲሙ ዝተነበየ እዩ። ስለ ዝኾነ ኸኣ ሎሚ እዚ ቃል እዚ ንዓና እንታይ ይብለና እንታይ የምህረና ቢልና ክንሓስብ እንከሎና ብስራተ ሰላም ከነበስር፣ ብዛዕባ ሰላም ከነውሪ፣ ሰናይ ከነበስር፣ ብዛዕባ ድሕነትን ፈውስን ምሕረትን ዕርቅን ናይ ክርስቶስ ወይ ናይ እግዚኣብሔር ከም ዘድልየና ክንነግር፣ ንጽዮን ተባሂሉ ዘሎ ንኤርትራ፣ ኢትዮጵያ፣ ንጎረባብትና፣ ንመላእ ዓለምና ኣምላኽኪ ነጊሱ እዩ ካበኽራ እናዘለለ ይመጽእ ኣሎ ክመጽእ ከሎ ከኣ ክንደይ ግሩም እዩ ዝብል ናይ ተስፋ ቃል ብስራት ሒዝና ኢና ንህዝብና ብቃል ኣምላኽ መሰረት ንህዝበይ ኣጸናንዑ ስለዝበለ ነዚ ነገር እዚ እግዚኣብሄር ዘተሓሳሰበና ናይ ቃል እግዚኣብሄር ትንታኔ ክንገብር ኣብዚ ቦታ እዚ ዘሎና ካብ እግዚኣብሄር ኣቦናን ካብ ቀዳሲናን መጻናኒዕናን መንፈስ ቅዱስን ካብቲ ንጉሰ ሰላም ዝኹነ ሰላማዊ የሱስ ክርስቶስን ጸጋን ሰላምን ኣብ ልዕሊ ነፍሲ ወከፍኩም ይምጻእ እንሆ እዚ ዕለት እዚ ብፍሉይ ንኣስተንትኖ ቃል እግዚኣብሄር ኣወፊና ክንሓስብ እንከሎና ሰላም ዝብል ቃል ክንሓስብ እንከሎና ናይዚ ሰላም እዚ ዋና፣ ናይዚ ሰላም እዚ ምንጪ፣ ናይዚ ሰላም እዚ መሰረት ብርእሱ እግዚኣብሄር ከም ምዃኑ ወዲ ሰብ ኣብ መላእ ዓለም ዝርከብ ናይ ዝተፈላለየ ቋንቋን ናይ ዝተፈላለየ ብሄራትን ዓድታትን ዞባታትን ዘሎ ህዝቢ ኣጸቢቑ ምእንቲ ክርድኦ እዩ። ሰላም ብድሌት ሰባት ዝመጽእ ዘይኮነ ሰላም ብሓያላት ሃገራትን ብውግእን ወረ ውግእን ዝመጽእ ዘይኮነ፣ ሰላም ናብቲ መሰረታዊ ኣብ ውሽጥኻ ዝርከብ ፍትሓዊ ዝኾነ ኣረኣእያን ኣኽብሮ ሰብን፣ በቲ ካልእ ወገን ከኣ ንናይ ካልኦት ናጽነትን ፍትሕን ብምሕላው ንዘይምብዳልን ብሓድነታዊ ፍቕርን ዝመጽእ ናይ እግዚኣብሄር ህያብ ደኣ እምበር ሰብኣዊ ትዕድልቲ ወይ እውን ናይ ቤት ጽሕፈታትን ናይ ሓያላት ሃገራትን ውህበት ከም ዘይኰነ ክርስትያን ኵሉ ክርድኦ ይግባእ። ስለ ዝዀነ ኸኣ ቅዱስ መጽሓፍና ንሰላም ዳርጋ ማዕረ ድሕነት እዩ ዝርእያ። ምስ ድሕነት እዩ ዘመሳስላ። ከመይ እንተ ኢልና ኣብ ሓድሽ ኪዳን ክርስቶስ ዝመጻሉ ዕላማ ሰላምና ምእንቲ ክመልስ እዩ። እቲ ሓዚኑን ተኪዙን ዝነበረ ኣዳም ሰላሙ ዝተዘርገ ኣዳም ብሰይጣን ዝተታለለ ኣዳም ትእዛዝ እግዚኣብሔር ዘፍሰሰ ኣዳም ዘፍረሰ ኣዳም ሰላሙ ተዘሪጉ ጥራሕ ዘይኮነ ንመሰረታዊ ናይ እግዚኣብሔር መትከላት ብምዕናው ኣብ ህይወቱ ዘምጽኦ ናይ ምሽባር፣ ናይ ምሽቑራር፣ ናይ ሕማም፣ ናይ ተስፋ ቁርጸት፣ ናይ ምህዳም፣ ናይ ምሕባእ ህይወት ኩሉ ነዚ ከተዓራሪ እዩ ክርስቶስ መጺኡ። ስለዚ ኣብ ሓድሽ ኪዳን ሰላም ትብል ቃል ክንሓስብ እንኮለና ድሕነት ምዃና ክንፈልጥ ይግብኣና። ኣምላኽ ከኣ ንወዲ ሰብ ከድሕኖ እንከሎ ምስ ኩሉ ሓጥያቱ፣ ድኻምነቱ፣ ድሩትነቱ፣ ክፍኣቱ፣ ትዕቢቱ፣ ምቕታሉ፣ ንሓዉ ምቕታሉ፣ ካብ ቃየል ጀሚርካ ማለት እዩ፣ ንሰባት ምቕታሉ፣ ተሳጊሩ ምሟቱ፣ እዚ ብምሉኡ እዩ እግዚኣብሄር ኣብ መስቀል ብክርስቶስ ድሕነት ሰላም ሂቡ ኣብ ህዝቅኤል ሰላሳን ሸውዓተን ዕስራን ሽዱሽተን ክረኽቦ ንኽእል ኢና እዚ ኣብ ሓድሽ ኪዳን ሰላም ማለት ድሕነት ማለት እዩ ወንጌል መሰረቱ እውን ድሕዳሪናዮ ኮይንና መሰረት ሰላም እዩ ኣብ ኤፌሶን 6 15 ተተመልከትና ሃዋርያ ጳውሎስ ንወንጌል እንታይ ይብሎ መሰረቱ ሰላም እዩ ኣብ መንጎ እቶም ክልተ ተጻረርቲ ሰላም ክእውጅ ዝመጸ ክርስቶስ፣ ኣብ መንጎ እቶም ክልተ ተፈናቲቶም ዘለዉ፣ ተረሓሓቂዎም ዘለዉ፣ ተነፋፊጎም ዘለዉ፣ ተጻሊኦም ዘለዉ፣ መመንገዶም ሒዞም ዘለዉ፣ ክርስቶስ ሰላምና እዩ ብዝበሎ ሃዋርያ ጳውሎስ ነዚኦም ክልቲኦም ናብ ሓደ ኣምጺኡ ዕርቂ ዘምጽእ ኣምላኽ ቢሉ ይጽውዖም። ኣብ መዝሙር ሰማንያን ሓሙሽተን ዓሰርተን እንተተመልከትና እውን ፍቕርን ሰላምን ተሰዓዓማ፣ ርትዒ ኸኣ ኣብ ምድሪ ሰረጸት ይብል። ፍቅር ወሰላም ተሰኣማ ርትእሰ እም ምድር ሰረጸ ወእግዚኣብሄርኒ እም ሰማይ ሃወጸ ይብል ቅዱስ ዳዊት። እንታይ ማለት እዩ ትርጉሙ? ምሕረትን ሓቅን ተራኸባ፣ ሓቅን ሰላምን ከኣ ተሰዓዓማ፣ እግዚኣብሄር ከኣ ካብ ሰማይ ክበጽሓና መጸ። ሎሚ እግዚኣብሄር ኣብዚ ናይ ጥንታዊ ብሉይ ኪዳን ወይ ጥንታዊ ኪዳን ኢልና ንጽውዖ ብቅዱስ መጽሓፍ መሰረታዊ ቃል ንዘመንና ዝኸውን ወትሩ ግዜ ቃል እግዚኣብሄር ሓድሽ ስለ ዝኾነ መምርሒ ይህበና እዚ ብስመይ ዝተሰምየ በየናይ ሽም ተሰምዩ ዘሎ ህዝቢ እግዚኣብሄር ተባሂሉ ተሸምዩ ዘሎ ህዝቢ ሽም ረኺቡ ዘሎ መፀውዒ ዘለዎ ትሕት እንተበለ ገጸይ እንተ ደለየ፣ እንተ ለመነ፣ ኣስዕብ ኣቢሉ ካብ ክፉእ መንገዱ እንተ ተመልሰ፣ ካብ ሓጢኣቱ እንተ ተመልሰ፣ ካብ ምብድዳል እንተ ረሓቐ፣ ካብ ምቕትታል እንተ ደኣ ርሒቑ፣ ሽዑ ኣነ ኻብ ሰማይ ናብ መሬት ክሰምዕ እየ። ምድሮም ክፍውሰሎም እየ እታ ምድሪ ትፍወስ ምድረ ሰላም ትኸውን ማለት እዩ ሓጢኣቶም ይቕረ ክብለሎምን ክምሕሮምን እየ ኣብቲ ቦታ እቲ ኣብ ዝተረኸቦ ቦታ ኮይኖም ንዝጽልይዎ ጸሎት ከዓ እንሆ ኣዒንተይ ክርእያ እየን ኣእዛነይ ከዓ ንጸሎቶም ሰሚዐን መልሲ ክህባ እየን ኣነ እግዚኣብሄር ኣምላኽ ተዛሪበ ኣለኹ ክብል ዝተረኽበ ስለዚ ቅዱስ ጳውሎስ ብእምነት ካብ ጸደቕና ምስ ኣምላኽ ሰላም ኣሎና እዩ። እግዚኣብሄር ንዓና ብዝገበርናዮ ጽድቂ፣ ብዝገበርናዮ ጸሎት፣ ብዝገበርናዮ ምህለላ ኣይኮነን ኣብ መስቀል ሞይትልና። እኳ ደኣ ሓጢኣትናን ድኻምነትናን መከራናን ሽግርናን ተጻብኦናን ሞትናን ስደትናን ብኽያትናን ምቅትታልናን ምርሕሓቕናን ትዕቢትናን ብምሉኡ ካልእን ካልእን ወሲኹ እዩ ኣብ መስቀል ውዒሉ። ስለዚ ብዛዕባ ሰላም ክንሓስብ እንከሎና ወይ ሰላም ክንደሊ እንከሎና ነፍሲ ወከፍ ሰብ ኣብ ውሽጡ ክምለስ ኣለዎ። ኣብ ውሽጡ ተመሊሱ እግዚኣብሔር ምስ ገዛእ ርእሰይ ሰላም ኣለኒ ዶ ኣነን ነፍሰይን ኣነን እግዚኣብሔረይን ዝብል ሕቶ ከቕርብ እንተ ደኣ ኮይኑ ንጸሎት ግዜ ክህብ ኣለዎ ንምህለላ ግዜ ክህብ ኣለዎ ንሱቕ ምባል ግዜ ክህብ ኣለዎ። ንኣስተንትኖ ግዜ ክህብ ኣለዎ። ካብዚ ወጻኢ ህይወት ስለ ዘየልቦ እዩ። ኣምላኽና ክምሕረና ንደሊ እንተ ኣለና ኮይንና ወይ ክበጽሓና ንደሊ እንተ ኮይንና ናብቲ መሰረታዊ ሰላም እንታይ ማለት ምዃኑ ክርድኦ ኣለና ሎሚ ብቅዱስ መጽሓፍ ትምህርቲ ክንመሃር ኢና። ቀዳማይ እምበኣር እግዚኣብሄር ማለት ሰላም ማለት እዩ። ካበይ ካበይ መጽዩ እዚ ቃል እዚ ኣብ ቅዱስ መጽሓፍ ኣሎ ኣብ መጽሓፍ መሳፍንቲ ምዕራፍ 6 24 እንተ ተመልከትና እግዚኣብሄር ማለት ሰላም ማለት እዩ ስለዚ እግዚኣብሄር ዘለዎ ሰብ ሰላማዊ ሰብ እዩ እግዚኣብሄር ካብ ህይወቱ እግዚኣብሄር ካብ ኩነታቱ እግዚኣብሄር ካብ ቤተሰቡ እግዚኣብሄር ካብ ሓዳሩ እግዚኣብሄር ካብ ሃገሩ ዘውፅእ ህዝቢ ብምሉኡ ሰላማዊ ሰብ ኣይኮነን። ውግእን ወረ ውግእን ዝደሊ፣ ሞት ናይ ካልእ ሰብ ክሰምዕ ዝደሊ፣ ስዕረት ናይ ካልእ ሰብ ክርኢ ዝደሊ፣ በዒንቱ ክፍኣት ክርኢ ዝደሊ ካብ ምዃን ሓሊፉ ሰላማዊ ሰብ ኣይኮነን። ሓሶት እዩ። ቃል ኣምላኽና እንታይ ይብለና ኣሎ? እግዚኣብሄር ማለት ሰላም ማለት እዩ። መሳፍንቲ መጽሐፍ ምዕራፍ ሽዱሽተ ዕስራን ኣርባዕተን እዚ ነገር እዚ ናይ ክብሪ ኣምላኽ ነጸብራቕ ስለ ዝኾነ ፍጥረት ዓለም ብኹሉ ወገናቱ ጽቡቕ ሰናይ ከም ዝኾነ ንኹሉ ህልው ዝገበረ ከኣ እግዚኣብሔር ምዃኑ ይነግረና ስለዚ ኣብዚ ዓለም ዘሎ ኩሉ ብፍጥረት ናይ እግዚኣብሔር ዝመጸ እግዚኣብሔር ብቃሉ ዝፈጠሮ ክንዲ ዝኾነ ንሰናይን ንሰላምን ንሓባራዊ ርግኣትን ንሓባራዊ ጥቕምን ኢሉ ዝፈጠሮ ስለ ዝኾነ ካብዚስ ናይ ስነ ፍጥረት መለክዒታት ናይ እግዚኣብሄር ወጻኢ ዝሓስብ ወጻኢ ዝገብር ወጻኢ ዝኸይድ እንተ ደኣ ኣሎ ኮይኑ ሰላማዊ ኣይኮነን ድሮ ኣብ ውሽጡ ሰላም ስለ ዝተዘረገ ምስ ፈጣሪ እውን ሰላም ስለ ዝተዘርጎ ንሓዉ ክቐትል ንሓዉ ክብድል ክፉእ ክሓስብ ንሕማቕ ክኸይድ ሞት ናይ ብዙሓት ህጻናትን ኣዴታትን ክርኢ ብኾፉ ዝደሊ ካብ ኮነ ናይ ሰይጣን መሳርሒ ድኣ እምበር ሰላማዊ ሰብ ኢልና ክንጽውዖ ኣይንኽእልን ኢና። ብቐዳምነት ሰላም ክበሃል እንከሎ መንነት ኣምላኽ መግለጺ እዩ። እግዚኣብሄር መን እዩ ኢሎም ንዝሓተቱና ሰላማዊ ኣምላኽ ናይ ምሕረት ኣምላኽ ፈዋሲ ኣምላኽ ፍቕሪ ኣምላኽ ማንም ኣብዚ ምድሪ እዚ ኣብ ዩኒቨርሲቲ ከይዱ ፍቕሪ ክምሃር ኣይክእልን እዩ ፍቕሪ እግዚኣብሄር ብርእሱ እዩ ጨንፈር ካብ ጉንዲ ወይኒ ህይወት ይረክብ እንተ ኮይኑ ሰብ ከፍቅር መሰረት ናይ ፍቕርን ምንጪ ፍቕርን ዝኾነ እግዚኣብሄር ክሳብ ዘይፈለጠ እቲ ኩሉ ኣብ መዓልታዊ ዝገብሮ ኩነታቱ እንተድኣ ርኢናዮ ኮይና ብዙሕ ዘገርም ኣይኮነን፣ ምኽንያቱ ውጽኢት ናይቲ ኣብ ውሽጣዊ ዘሎ ኣተሓሳስብኡ ጥራሕ እዩ ክኸውን ዝኽእል። ክቡራን ብክርስቶስ ኣሕዋተይን ኣሓተይን፣ ሰላም ዝትከልን ዝምዕብልን ከኣ ኣብ መንጎ ነፍሲ ወከፍ ሰብ ኣምላኽን ምስ ዝህሉ እዩ። ናይ ሰላም መሰረት ክምዕብል ዝኽእል ኣብ መንጎ ሰብን ኣምላኽን ዘሎ ጽቡቕ ርክብ እዩ ወሳኒ። ዝኾነ ሰብ ምስ እግዚኣብሄር ኣምላኹ ጽቡቕ ርክብ እንተ ደኣ ኣለዎ ዀይኑ፣ ፈጣሪ ከም ፈጣሪ፣ ፍጡር ከኣ ከም ፍጡር ኰይኑ እሞ ንፈጣሪኡ ዘምልኽን ዝእዘዝን ፍርሓት እንተ ደኣ ኣለዎ ዀይኑ፣ ኣብ ብጻዩ ብእኩብ ኰነ ብግሊ፣ ብሓባር ኰነ እንድዒ ብብዝሒ ክብድል ኣይክእልን እዮ። እዚ መሬት እዚ እግዚኣብሄር ንነፍሲ ወከፍና ብሰናይ ክንጥቀመሉ ሂብና። ንመሬት ክንመልካ ዝግብኣና ከኣ መሬት መሊኻትና ትኸይድ ኣላ። እግዚኣብሄር ንኣዳምን ንሄዋን ንመሬት ግዝእዋን ምለኽዋን ኢልዎም። ሓጢኣት ኣብ ዝበዝሓሉ፣ ንፍገት ኣብ ዝበዝሓሉ፣ ትዕቢት ኣብ ዝበዝሓሉ፣ ቅንኣት ኣብ ዝበዝሓሉ፣ ንሰብ ምብዳል ኣብ ዝበርሓሉ፣ መሬት ኣክንዲ ንመልካ መሊኻትና ትሕቲ ጉድጓድ ትእትወና ትርከብ ኣላ ስለዚ እግዚኣብሔር ናብ መሰረታዊ ነገርኩም ተመለሱ ይብላ ኣሎ ብስመይ ተሰሚኹም ህዝቢ እግዚኣብሔር ኢሉ ዓለም ትፈልጠኩም ትሕት በሉ ገጸይ ድለዩ ለምኑ ብኸዩ ጾምን ጸሎትን ግበሩ ካብ ክፉእ መንገድታትኩም ሓጢኣትኩምን ከዓ ተቆጠቡ ሽውዓን ካብ ሰማይ ናብ መሬት ክሰምዓኩም እየ ምድርኹም ክፍውሰ እየ ምድርኹም መድሬት መሬት ናይ ጥፍኣት ናይ ደም ናይ ቅብጸት ናይ ብኽያት ዘይኮነ ናይ ታሕጓስን መበቆል ሰላምን ክገብሮ ኣነ እግዚኣብሄር እኽእል እየ ዝበለ ኣምላኽ እዩ። ሰብ እዚ ክገብሮ ኣይክእልን እዩ። ወዲ ሰብ ነቲ ትእዛዝ ኣምላኽ ዝለወጠሉ ኮነ ኢልካ ብድልየት ዝተፈጸመ ተግባር ብምኽታል ዓለም ኣብ ምፍሳስ ደምን ኣብ ምፍልላይን ወደቐ። ካብ እግዚኣብሄር ውጽእ ምስ በለ ወዲ ሰብ እንታይ ገይሩ? ምፍልላይ ዝብል ኣምጺኡ ንዓለም ከኣ ክገልጻ እንተ ደኣ ኮይኑ ደም ከፍስስ ኣለዎ። ደም ድሕሪ ኣፍሲሱ ከኣ ዝሰዓረ ኮይኑ ይስምዖ ኣሎ። ሓደ እግሩ ኣብ ጉድጓድ ከም ዝኣተወ ኣየስተብህልን እዩ ዘሎ። ብደም ሓዉ ዝሕተት ይኸውን ኣሎ። ኣብ መወዳእታ ከኣ ነቲ ሓቀኛ ርክብ ምስ እግዚኣብሄርን ሰብን ዝነበረ ከኣ እናበተኾ ይመጽእ። ናይዚ ውጽኢት ከኣ ኣብ ቀዳማይ ዜና መዋእል ዕስራን ክልተን ሸሞንተ ትሽዓተ እንተ ደኣ ተመልኪትና ሰላም ግብረ ዓመጽን ብሓንሳብ ክርከባ ኣይክእላን እየን ይብል። ርኣኹም ቅዱስ መጽሓፍ ናይ ኩሉ ምላሽ ኣለዎ። ሰላምን ግብረ ዓመጽን ብሓንሳብ ክርከባ ኣይክነብ ኣይክእላን ወይ ከዓ ክነብራ ኣይክእላን እየን። ዓመጽ ኣብ ዘለዎ ኣምላኽ ክህሉ ኣይክእልን ይብል ቀዳማይ ዜና መዋእል ምዕራፍ 22 8 9 ዓመጽ ኣብ ዘለዎ ክፍኣት ኣብ ዘለዎ ኩሉ ኣብኡ እግዚኣብሄር ክህሉ ኣይክእልን እዩ ስለዚ ሰላም ግብሪ ዓመፅን ብሓደ ኣይከይድን እዩ ብሓንሳብ ክነብራ እውን ኣይክእላን እየን ዘን ክልተ ነገራት እዚአን እናዓመፅካ ሰላም እገብር ኣለኹ ክትብል ኣይትኽእልን ኢኻ ሰላም እናገብርካ ከዓ ክትዕምፅ ኣይትኽእልን ኢኻ ኣብ ከምዚ ዝኣመሰለ ከዓ ቃል ኣምላኽና ዝብሎ ናተይ ቃል ኣይኮነን ክብሪ ንስሙ ይኹን ቃሉ ዘይሕሱ ዘልኣለማዊ ኣምላኽ እወ ዓመጽ ኣብ ዘለዎ ኣብኡ እግዚኣብሄር የልቦን ብናይ ቅዱስ መጽሓፍ ግልጸት ሰላም ማለት ውግእ ዘይምህላው ጥራሕ ዘይኮነ ኪንዮዊ ዝኸይድ እዩ ምልኣት ህይወት ማለት እዩ ሰላም ማለት ቃል ተስፋ እዩ ሰላም ማለት ሓድነት እዩ ሕውነት እዩ ሓቂ እዩ ርትዒ እዩ ናፅነት እዩ ኣብ ጥንታዊ መፅናዕቲ ክንገብር እንከሎና ኣብ ዕብራይስጢ ቋንቋ ምስ ከድና ሻሎም ትብል ቃል ንረክብ ሻሎም ምስ ናታትና ወይ ምስ ቋንቋ ዓረብ ወይ ምስ ቋንቋ ግእዝ ትግርኛ ክኸይድ እንከሎ ወይ ምስ ካልኦት ቋንቋታት ናይ ሃገር ክኸይድ ከሎ ሰላም ማለት እዩ ግና ሰላም ክበሃል ከሎ ከም ተራ ኣይኮነን ኣብ ቅዱስ መጽሓፍ ኣብዚ ሻሎም ማለት ብዕብራይስጢ ምልኣት ማለት እዩ ምልኣት ናይ ምንታይ ምልኣት ናይ ኩሉን ፍጹምን ናይ እግዚኣብሄር ህያብ ስለዚ ኣቐዲመ ኢለየ ነይረ ሰላም ማለት እግዚኣብሄር ማለት ኢለየ ነይረ ስለዚ ምልኣት እዩ እግዚኣብሔር ጎደሎ ኣይኮነ ሙሉእ እዩ ብምሉእ ዝወሃበካ ኣምላኽ ስለ ዝኾነ ሰላም ክንሓስብ ከና ብምሉእ እዩ ገለ ክፋሉ ሒዝካ ገለ ክፋሉ ትገድፎ ኣይኮነን ንገለ ክፋል ወፂዕካ ንገለ ክፋል ሓርነት ትህብ ኣይኮነን ንገለ ክፋል ድሂኽካ ንገለ ክፋል ተኸብር ኣይኮንካን ሰላም ምልኣት እዩ ከምቲ እግዚኣብሄር ኣምላኽ ምሉእ ፍጹም ሰናይ ዝዀነ፣ ፍጹም ምሉእ ሰናይ ከኣ ኣብ ሰብ ክመጽእ ክኽእል እግዚኣብሄር ነዚ ስለ ዝጐደለ ኢዩ ዝርእዮ ዘሎ። ቅዱስ መጽሓፍ ከተንብቡ ከለኹ ወይ ከንብብ እንከለኹ ዝረኽቦ ቃል ኣሎ ወትሪ ግዜ ደሰንብደኒ እግዚኣብሄር ሲ ይብል ቃል ኣምላኽና ካብ ሰማይ ናብ መሬት ጠመተሞ ለባም ሰኣነ ኩሎም ዓሽዮም ኩሎም ከዓ ካብ መንገዲ ዘንቢሎም ረኣዮም ይብል ካብ ሰማይ ናብ መሬት ምስ ጠመተናሲ ለባም ሰብ ተሳኢኑ። ብዕሽነት ዝተጎብኤ፣ ብትዕቢት ዝተጎብኤ፣ ብድንቁርና ዝተጎብኤ፣ ካብ ካብ መንገዱ ዝዘንበለ፣ ንእግዚኣብሄር ኣምላኹ ዝረስዐ ህዝቢ ካብ ሰማይ ናብ መሬት ርእዩ። ገዛ ርእስና ክነድሕን ከም ዘይንኽእል ርእዩና። እቲ ዓያሹ ቀደም እግዚኣብሄር የለን ዝብሎ ነበሩ ብልቦም ሎሚ ብግሉጽ መንገዲ እግዚኣብሄር የለን ዝብል ሕብረተሰብ ንሰምዕን ነንብብን ኣሎና። ሻሎም ማለት ግን ምልኣት ማለት እዩ። እቲ ምልኣት ከዓ ናይቲ መሲሕ ማለት ክርስቶስ መንግስቲ ግዝኣት ማለት እዩ። ኢሳያስ ምዕራፍ ትሽዓተ ሓሙሽተ ከነንብቦ ንኽእል ኢና ሚክያስ ሓሙሽተ ሓደ ኣርባዕተ ከነንብቦ ንኽእል ኢና ሻሎም ምልኣት ሰላም ክርስቶስ ወይ ከዓ እግዚኣብሄር ብርእሲ ክንብል ከለና መሲሓዊ እቲ ኣድሓኒ፣ እቲ መድሕን፣ እቲ መድሃኒኣለም ኢልና ንጽውዖ፣ ናይ መንግስትነቱ ግዝኣት ብርግጽ ሰላም ዝሰፈኖ ምዃኑ እዩ ዘረድእ፣ ምልክያስ ክልተ ሓሙሽተ እውን ክንርእዮ ክንርእዮ ንኽእል ኢና። ስለዚ ሰላም ዝሰፈኖ ክኸውን እዩ ክርስቶስ ካብ ሰማይ ናብ መሬት ዝወረደ። ስለዚ ሎሚ ወዲ ሰብ ካብ ኩሉ ሃተውተውን ዘይጠቕሞን ነገር ወጺኡ ብዛዕባ ውሳጣዊ ሰላሙ ክሓስብ እንተ ደኣ ክኢሉ፣ ድሮ ምስ እግዚኣብሄር ሰናይ ርክብ ስለ ዘለዎ፣ ነፍሲ ወከፍ ሰብ ከኣ ብዛዕባ እዚ ክሓስብ እንተ ደኣ ስኢኑ ክኢሉ፣ ሰማያዊ ሰላም ኣብ መሬት ይረጋገጽ ኣሎ ማለት እዩ። ሰላም ማለት እግዚኣብሄር ብምልኣት ንወዲ ሰብ ክወሃብ ከሎ ማለት እዩ። እቲ ህያብ ሰላም ኣብ መንፈሳዊ ለበዋኡ ዝነበረ ማሕተም ወይ መፈለጥታ ኣለዎ። ኢየሱስ ንሰላም ኣብቲ ቃሉ ኣብቲ ቅኒቱ ኣብቲ ቃንኡ እንታይ ገይሩሉ ማሕተም ገይሩሉ ሰላመይ ህበኩም ኣለኹ ሰላመይ ሓድገልኩም ኣለኹ ሓደ ነገር ግን ኣስተብህሉ እቲ ኣነ ዝህበኩም ሰላም ዓለም ዝህበኩም ሰላም ኣይኮነን ፍልይ ዝበለ ሰላም እዩ ወዲ ሰብ ንረብሕኡ ኢሉ ንሰላም ክጽንበር ይኽእል እዩ፣ ረብሕኡ ክሳብ ዝረኸበ እዩ። ኣምላኽ ግን እቲ ሓቀኛ ሰላም ካብ ላዕሊ እዩ ዝመጽእ፣ ምስ ናይ ዓለም ወላ ሓንቲ ርክብ የብሉን። ዓለም ሎሚ ሰላም ህበካ ተመሊሱ ዝኹንነካ እዩ ዓለም ሎሚ ኣርተፊሻል ሰላም ክህበካ ይሓተካ ጸኒሑ ከዓ ረብሕኡ ምስ ጎደሎ የጥቅዓካ እዚ ሓቀኛ ሰላም ኣይኮነን። ሰላም ማለት ካብ ግብረ ዓመፃ ርሒቕካ እግዚኣብሄር ከመሓድረካ ምምራፅ ማለት እዩ። እሱ ስለ ዝኾነ ከዓ እዩ ብስመይ ዝተሰመኹም ህዝበይ ትሕት እንተበልኩም ገፀይ እንተደለኹም እንተለመንኩም ካብ ክፉእ መንገዲ ዘበለ ኩሉ እንተ ተመሊስኩም ንምድርኹም ክፍውሳ እየ፣ ሓጢኣትኩም ይቕረ ክብለልኩም እየ። ዘመነ ምህለላ ስለ ዝኾነ ተጠንቂቕና ምህለላ ኣዊጅና ክንገብሮ ዝግብኣና ዘመን ምዃኑ ኣስተብህሉ። ሰላም ክርስቶስ ክበሃል ከሎ ብቐዳምነት ምስ እግዚኣብሔር ኣቦ ዝግበር ዕርቀ ሰላም እዩ። ምስ ገዛእ ርእሶም እዚ ቤርትራልድ ራሰል ዝበሃል እንግሊዛዊ ፀሓፍ እንታይ ይብል ሲ ምስ ገዛእ ርእሱ ሰላም ዘይብሉ ሰብ ምስ ካልእ ሰላም ክህልዎ ኣይክእልኒ ሎሚ ኣብ ዓለምና ዘለዉ ዝተፈላለዩ መራሕቲ ሃገራት ኣብ ውሽጦም ሰላም ስለ ዘይብሎም እዮም ነዚ ዓለም እዚ ዝርብሽዎ ዘለዉ። ውሽጦም ሰላም የብሎምን። ውሽጡ ሰላም ዘለዎ ሰብ ጎረቤቱ ይቀትልን እዩ። ውሽጡ ሰላም ዘለዎ ሰብ ንሓዉ ይጸልእን እዩ። ውሽጡ ሰላም ዘለዎ ሰብ ሰላም እዩ ዝገብር። ግርጭት እንተለዎ እውን ኣብ ጣውላ መጺኡ ወይ ለባማት ጸዊዑ ወይ ከምቲ ወንጌል ዝብሎ መራሕታ እምነት መራሕታ ሃይማኖት ቤተክርስትያን ጸዊዑ ይገብሮም ውሽጦም ሰላም ዝተዘረገ በርታልድ ራሰል እዩ ዝብሎ ዘሎ እዚ ሰላም ክህልዎም ኣይክእልን እዩ ዝተረበሸ ህይወት እንተ ኣሎ ኮይኑ ኣብ ቅድሚኡ ዝፀንሐና ዕንወ ጥራሕ እዩ ዝኸይድ ካብ ከምዚ እግዚኣብሔር ሓራ ክገብረና እምበኣር ሎሚ ኣብ ቤት እግዚኣብሔር ተመሊስና እንምህለለሉ ሰናይ ዘመን ክኸውን እግዚኣብሔር ጸዊዕዎ ኣሎ። እሱ ስለ ዝኾነ ከኣ ኢየሱስ ባዕሉ እውን ኣብ ዝኣተኹማ ቤት ሰላም ንዓኻትኩም ይኹን በሉ። ሰላምኩም ይቐድም ካልእ ኣይኮነን ዝቕድም ሰላም ንዓኻትኩም ይኹን። እቲ ሰላም ዝእውጅ ኣምላኽ ኣብ ኣባይቲ ኣብ ሃገር፣ ኣብ በረኻ፣ ኣብ ከተማ፣ ኣብ ዓውዲ፣ ኣብ ቤት ትምህርቲ፣ ኣብ ሕክምና፣ ኣብ ዝተፈላለየ ቦታ ሰላም እናኣወጀ እዩ ዝኸይድ እቲ ኣምላኽ እቲ። የሱስ እውን ነቶም ኣብ ገዛ ተዓጽዮም ፈሪሖም፣ ሎሚዶ ንቕተል፣ ጽባሕዶ ንቕተል ኢሎም ፈሪሖም ዝነበሩ ሃዋርያት እቱ ምስ በለ ኢላ እንታይ ኮን ክትፈርሑ ኣይበሎምን ሰላም ንዓኻትኩም ይኹን ኡፍ በለሎም እሞ መንፈስ ቅዱስ ተቐበሉ ሰላም ይህብ መንፈሱ ይህብ ኪዱ እምበኣር ሕጂ ሰላም ኣበስሩ ንዓለም ንስጋ ንሰይጣን ንኹሉ ተጻብኡ ረጊጸዮ እየ ኣብ መስቀል ኣሸኒፈዮ እየ ሰላም ኣውጁ ኪዱ ኢሉ ክቐብኦም ክባርኾም ኢና ንርእዮም ኣሕዋተይን ኣሓተይን ሰላም እምበኣር ምስ ኣሕዋትን ኣሓትን ዝግበር ዕርቂ እዩ ከመይሲ ኣብቲ ኢየሱስ ዝመሃረና ኣቦና ኣብ ሰማይ ትነብር ዝብል ጸሎት እቲ ንኣምላኽ ንልምኖ ምሕረት ምስቲ ንኣሕዋትናን ሓትናን ንህቦ ምሕረት ዝተኣሳሰረ እዩ ከምቲ ንኣሕዋትና በደሎም ዝሓደግናሎም ክንሓድገሎምን ዘሎና ማለት እዩ ንዓናም በደላትና ሕደገልና ስለዚ ኣምላኽ ክምሕረና ንደሊ እንተ ኮይንና ገበርቲ ምሕረት ምሕረት ክረኽቡ እዮም ብፁዓን እዮም ስለ ዝብል ምሕረት ክንረክብ ንሕዋትና ክንምሕር ክንረዳዳእ ኣብ ፍቕሪ ክንመጽእ ካብ ቅንእን ትዕቢትን ክንወጽእ ግብሪ ዓመፅ ዘበለ ክነወግድ ብክያት ህፃናትን ኣዴታትን ክንርኢ ንውፅዓት ክንሕግዝ ነቶም ብድኽነት ዝተገብኡ ሓገዝና ክነበርክተሎም ነቶም ዝሓዘኑ ከነፀናንዖም ወንጌላዊ ሓላፍነት ናይ ነፍሲ ወከፍ ሰብ ብጥምቀት ዝቖመ ምዃኑ ነፍሲ ወከፍ ሰብ ክርድኦ የድሊ። ከመይሲ ኣምላኽና ንሕናን ዝበደሉና ከም ዝሓደግናሎም በደልና ይሓድገልና ስለ ዝኾነ እዩ። ማቴዎስ ሽዱሽተ ዓሰርተ ክልተ ስለዚ ኢየሱስ ኣብቲ ዓንቀጽ ብጽዕና ገበርቲ ሰላም ብፁዓን ወይ ዕውታት እዮም ከመይ ደቂ እግዚኣብሔር ክኾኑ እዮም ማቴዎስ ሓሙሽተ ትሽዓተ ገበርቲ ሰላም ኣእጋር ሰላም ዘበስሩ፣ ሰናይ ዜና ዘበስሩ፣ ሰላም ብህይወቶምን ብተግባሮምን ዝገብሩ፣ ውልቀ ሰባት ክኾኑ ይኽእሉ፣ ሃገራት ክኾኑ ይኽእሉ፣ ዓለማት ክኾኑ ይኽእሉ፣ መራሕቲ ሃገራት ክኾኑ ይኽእሉ፣ ንሰላም ዝገብሩ ብፁዓን እዮም። ውሉድ ኣምላኽ ደኣ እምበር ውሉድ ዲያብሎስ ኣይክበሃሉን እዮም። ውሉድ ስጋ ኣይክበሃሉን እዮም። ውሉድ ዓለም ኣይክበሃሉን እዮም። ውሉድ እግዚኣብሄር መንግስተ ሰማያት ከ ንዓታቶም ክትከውን እያ ዝበለ እዚ ቃል እዚ ንነፍሲ ወከፍ ኣብዚ ምድሪ እዚ ፍጡር ዘበለ ብእግዚኣብሄር ዝተዋህበ እዩ። ምእንቲ ሰላም ምስራሕ ካብቲ ንኹሎም ሰባት ዝዓለመ ናይ ሰላም ጥዑም ዜና ዝኾነ ስብከተ ወንጌል ተነጺሩ ኣይረኣን እዩ። ወንጌል ጥዑም ዜና እዩ፣ ኤዋንገሊኦን ማለት ብቋንቋ ግሪኽ ጥዑም ዜና ብስራት ማለት እዩ። ልክዕ ከምቲ ብስራት ናይ ድሕነት ወንጌል ዝኾነ ሰላም እውን ብርእሱ ወንጌል እዩ። ናብ ካልኦት ክውፈ እንከሎ፣ ግብሪ ሃዋርያት ዓሰርተ ሰላሳን ሽዱሽተን ክንርእዮ ንኽእል ኢና፣ ከምኡውን ኤፌሶን ሽዱሽተ ዓሰርተ ሓሙሽተ። ስለዚ ሰላም ካብ መስዋእቲ ክርስቶስ ዝውለድ እዩ። ሕጂ መጺኡ እቲ ሓቂ። ሰላም ካብ መስዋእቲ ክርስቶስ ኣብ መስቀል ዝውለድ እዩ። ይቕሬታ እዩ ሓቲቱ። ንዝበደልዎ ይቕሬታ ሓቲቱ። ወኣቦይ ዝገብሩ ኣይፈልጡን እሞ መሓሮም ኣብኣያ እታ ሰላም ገብረ ሰላመ በመስቀሉ ትንሣኤሁ ኣግሃደ ትንሣኤኡ ንኹሉ ሰብ ግሁድ ክገብር ኣብ መስቀሉ ናይ ዕርቀ ሰላም መልእኽቲ ብደሙን ብመስዋእቱን እዩ ከፊሉ ስለዚ እቲ ዝመውት ዘሎ ሓው እታ ትመውት ዘላ ሓፍቲ እቲ ዝመውት ዘሎ ህፃን እታ ትመውት ዘላ ኣደ ክርስቶስ ልክዕ ከማይ ኣብ መስቀል ደሙ ኣፍሲሱ ዝዓደጎ እዩ ብወርቂ ብብሩርን ዘይተዓደገ እዩ። ነፍሲ ወከፍና ብብሉጽ ደም መለኮታዊ ደም ኣብ መስቀል ዝተዓደግና ስለ ዝኾንና ሰላም ኣሕዋት ክንደሊ ንፍቕሪ ክንስዕባ ንክፉእ ክንሃድመሉ ከም ዘለና ክንሓስብ እቲ ተባሂሉ ዘሎ ወንጌል ሰላም ኣብ ዓንዲ ማእከል ኮይኑ ክነብር ንሕና ሰላም ምእንቲ ክንረክብ መቕጻዕትና ወረደ። ኣብዛ ምድሪ እዚኣ ነፍሲ ወከፍ ሰብ ብሰላም ምእንቲ ክነብር መቕጻዕቲ ዘበለ፣ ክፍኣት ዘበለ፣ ክሳብ ሞትን ስደትን ዘበለ ናብ ክርስቶስ ወሪዱ። ንሕና ግን በቲ መቕጻዕቲ ጥራሕ ዘይኮነ በቲ ኣብ ልዕሊኡ ዝወረደ ስምብራት ከይተረፈ እውን ሓዊና ኢና ይብል። ቅዱስ ኣውጎስጢኖስ ብዛዕባ ሰላም ካብ ዝተዛረቡ ራብዓይ ክፍለ ዘመን ዓበይቲ ናይ ቤተ ክርስቲያን ሊቅ እዩ። እሱ እንታይ ይብል ብዛዕባ እዚ ሰላም ምስ ኣምላኽ እትገብሮ ስርዓት እዩ። ሰላም ማለት ምስ ኣምላኽ ትገብሮ ስርዓት እዩ። ምስ ካልእ ሰብ ትገብሮ እውን ስርዓት እዩ። ስለዚ ብካልእ ቋንቋ ሰላም ምስ እግዚኣብሔርን ምስ ኣምላኽን ትገብሮ ስርዓት እዩ። ዲሲፕሊን እዩ። ዲሲፕሊን ዘለዎ ሰብ ብኩሉ መጎስ ኣለዎ። ዲሲፕሊን ዘለዎ ስነ ስርዓት ዘለዎ ሰብ ብኩሉ ሰብ ቅቡል እዩ። እናተናኸሰ ዝኸይድ እናተባልዐ ዝኸይድ እናቐተለ ዝኸይድ እናሓረደ ዝኸይድ እናጥፍአ ዝኸይድ እናዓመፀ ዝኸይድ ግን ቅቡል ኣይኮነን። ምኽንያቱ ስርዓት እግዚኣብሄር እንተ ኣፍሪሱ ስርዓት ሰብ ከፍርስ ብዙሕ ዘጸግሞ ኣይኮነን። ስለዚ ቅዱስ ቶማስ ቅዱስ ኣጎስጢኖስ እንታይ ዝብል ዘሎ ሰላም ምስ ኣምላኽ እትገብሮ ስርዓት እዩ ምስ ሰብ እውን እዩ። እወ የሱስ ናብ ሰማይ ቅድሚ ምዕራጉ እውን እዚ ነገራት እዚ እዩ ኣተባቢዕዎም ማለት እዩ ክርስቶስ ዝህቦ ሰላም ፍጹም ሓጎስን ናጽነትን ዘብጽሕ ነባሪ ሰላም ክንዲ ዝኾነ በዚ ክንሓስበሉ የድሊ ካልኣይ ቅዱስ ቅዱስ ቶማስ ኣኩናስ ዓብ ቅዱስ ናይ ቤተ ክርስትያን ሰላም ካብ መስመሩ ወይ ስርዓቱ ዝሓዘ ህድኣት እትመጽእ እያ። ሰላም ከመይ ኢላ እያ ትመጽእ ኢልዋ? መስመሩ ዝሓዘን ህድኣትን። ኦ ህዝበይ ህድእ በል ኣነ ኣምላኽ ምዃነይ ኣስተብህል ኢሉ እግዚኣብሄር። ወዲ ሰብ ክሃድእ ምስ ጀመረ ወዲ ሰብ ካብ ቁጥዐን ካብ ሕነ ምፍዳይን ካብ ቅትለትን ርሒቑ ንገዛእ ርእሱ ምስ ተስተንተነ ኣብ ህድኣት ምስ መጸ ስርዓቱ ዝሓለወ ስለ ዝኸውን እቲ ህድኣት እቲ ሰላም ኣለዎ። ማለት እዩ ይብል። ቀጺሉ ሰላም ምስ ነፍስኻ እትገብሮ ስርዓት እዩ ይብል። ቅዱስ ቶማስ እውን ውሳጣዊ ሰላም ማለት ከኣ ሰብ ምስ ነፍሱ ዘለዎ ሰላም ክረጋገጽ እንከሎ እዩ ይብል። ውሳጣዊ ሰላም ውሽጠይ ዘሎኒ ሰላም ክረጋገጽ እንከሎ ኣብ ደገይ ሰላም ኣለኹ ማለት እዩ። እዚ እቲ ቤልትራልድ ራሰል ዝብሎ ሰላም ኣብ ውሽጦም ዘይብሎ ሰባት እዮም ንዓለምና ሎሚ ዝርብሽዋ ዘለዉ እዩ ዝብል ውሽጡ ሰላም ዝቐሰነ ሰብ ንናይ ጎረቤቱ ሰላም ናይ ኣሕዋትን ኣሓትን ሰላም ዝኸይድ እዩ ክቡራን ብክርስቶስ ኣሕዋትን ኣሓትን ኣብዚ ሰብ እዚ ብምሉኡ ይብል ቅዱስ ቶማስ ኣብ ትሕቲ ኣምላኽ ምዃኑ ክቕበል እንከሎ ብምሉእ ኣብ ትሕቲ ድሌት ኣምላኽ ዝተመስረተ ክኸውን ከሎ እዚ ሰብዚ ሰላማዊ ኢልኩም ፀውዕዎ ይብል እንታይ ማለት እዩ? ዝኾነ ነገሩ ዝኾነ ሰብ ኣብ ትሕቲ እግዚኣብሔር ክኣቱን ክወፅእ ብእግዚኣብሔር ክሓስብን ክሕልንን ብእግዚኣብሔር ክምድብን ክምርሽን ብእግዚኣብሔር እንተ ክገብር ሪኢኽሞ ነዚ ሰብ እዚ ሰላማዊ ሰብ ይበልዎ። ካብኡ ወፃኢ ግን ናይ ዓመፅ ባህርያት ዘርኢ ሰብ እንተ ኮይኑ ናይ እግዚኣብሔር ኣይኮነን። ስለዚ ንስኻትኩም ንሰላም መሰኻኽር ኩኑ እናበለ ይዛረብ። እግዚኣብሔር ብዛዕባ ሰላም ኣብቲ ናይ ክርስቶስ ልደት እንታይ ይብል? ሰላም ኣብ ምድሪ ነቶም ኣዕሩኽ እግዚኣብሄር ዝኾኑ። እግዚኣብሄር ዝሰመረሎም ባህ ዝበሎም ሰላባት እንታይ ማለት እዩ? እግዚኣብሄር ዝሕጎሰሎም። ስለዚ እግዚኣብሄር ክሕጎሰልና እንተ ኮይኑ ናብ ሰላም ክንመጽእ እቲ እግዚኣብሄር ዝህበና ዘሎ መምርሒታት ክንክተል የድሊ። ብስመይ ተሰሚኹም ኣለኹም ኣይተሓትኩምን ኣይለመንኩምን ካብ ክፉእ መንገድኹም ኣይተመልስኩምን ገና ሰብ ትቐትሉ ኣለኹም ኣነ ዝተበጀኽዎ ደመይ ዘፍሰስኩሉ ሰብ ትቐትልዎ ኣለኹም ሰላም ከዓ ትደልዩ ኣለኹም በቲ ካልእ መንገዲ ኣይከውንን እዩ ትሕት በሉ ክፉእ ነገር ግደፉ ገፀይ ድለዩ ገፅ እግዚኣብሄር እቲ መፀናንዒ ሰላማዊ ዝኾነ ገፅ ናይ ድሕነት ዝኾነ ገፅ ምሕረት ዝመልኦ ገፅ ምሕረተይ ንዘለኣለም ጽድቀይ ንውሉድ ወለዶ ከም ዝነብር ኣስተብህሉ ቀጺሉ ኣብ ኢሳያስ 26 ኣብ እግዚኣብሔር ንዘለኣለም ተኣመኑ እግዚኣብሔር ኣምላኽ ንዘለኣለም ዘድሕን ከውሒ እዩ ነቢ ኢሳይያስ ንህዝቡ እንታይ ዝብሎም ዘሎ ኣብ እግዚኣብሔር ተኣመኑ ምእማን ግን ንሕጂ ጥራሕ ኣይኮነን ንዘለኣለም ኣለም ማንም ሰብ ሰላም ክህበኩም ኣይክእልን እዩ ኣምላኽኩም ክትፈልጡ ይብለና ኣሎ ዘድሕን ከውሒ እዩ ካብ ፀባኹም ዘምፅእ እዩ ኣሜን ካብ ክብሪ ናብ ክብሪ ዘልዕል እዩ ንፀልማት ናብ ብርሃን ዝቕይር እዩ ንሞት ናብ ህይወት ዝቕይር እዩ ንሓዘን ናብ ምፅናዕ ዝቕይር እዩ ንድኻታት ብመንፈሱን ብሃብትን ዘህብትም እዩ ንደለይቲ ሰላም ከዓ ኣእጋሮም ሰላም እናበሰራ ብፁዓን ኢሉ ዝሸይም ኣምላኽ እሞ ፍለጥዎ ይብል ኣብ ኤፌሶን ክልተ ዓሰርተ ሽዱሽተ ኸኣ ነቲ ጽልኢ ኣብ መወዳእታኡ ብምብጻሑ ሰላም ዕርቂ ብምትካሉ ክርስቶስ ኣብ መስቀል ዛዘሞ ይብል ነቲ ናይ ጽልኢ ተጻብኦ ሞት ስደት ምቕታል ንሓውኻ ምጽላእ ክፉእ ምግባር ተጠዊኻ ብሕቡእ እትገብሮ ኩሉ ነገር እዚ ኣብ መስቀል ወዲእዎ እዩ ይብል ሃዋርያ ጳውሎስ ስለዚ ብመሰረት ኢሳይያስ 32:17 ሰላም ፍረ ናይ ፍትሒ እያ ኣምላኽና ፍትሓዊ ስለ ዝኾነ ኣብ መስቀል ሓቀኛ ፍትሒ እዩ ሂብና ንጸላእቱ ዘይቅየም ኣምላኽ ንዘሳደድዎ ዘየሳድድ ንዘቐተልዎ ዘይቀትል ንሽሙ ዘጸለምዎ ዘየጸልም ኣምላኽ እንተድኣ ብፍትሕን ብሓቅን ብርትዕን ዝገዝእ ኣምላኽ ኮይኑ ኣብ መስቀል ፍትሒ ናይ ሰላም ኣርእዩና ክብርን ኣምልኾን ንዑ ይኹን። እዚ ቃል እዚ ብሰፊሕ ኣረኣያ ተተርጒሙ ንናይ ወዲ ሰብ ኩሉ መዳያቱ ሚዛን ዝሕሉ ሰላማዊ ህይወት ይገብሮ። ከምቲ ዝበልክዎ እውን ሰላም ክርስቶስ ኣብ መስቀል ዘምጽኦ ሰላም ናይ ፍቕሪ ሰላም እዩ። ደቂ መዛሙርተይ እንተ ኾንኩም ትእዛዛተይ ሓልዉ ንሓድሕድኩም ተፋቐሩ ደቂ መዛሙርተይ ምዃንኩም ተኸተልተይ ምዃንኩም ብፍርሓት ናተይ ከም ትነብሩ ብናተይ ቡራኬ ከም ትነብሩ ኣነ ኣምላኽኩም ምዃነይ ዓለም ትፈልጠኩም ብፍቕርኹም እዩ ስለዚ ኣብዚ ነገር እዚ እንተ ዘየለና ኮይና ሎሚ በእከየ ኢልና ናብ ኣምላኽ እንምልሰሉ ኢና ኢትስክር ኣበሳነ ዘትካት ፍጡነ ይርከበነ ሳህልከ እግዚኦ እስመ ተመንደብነ ፈድፋደ ኢሉ ዳዊት። ኦ ጎይታና ኣበሳና በደል ኣቦታትናን ኣይትዘክረልና ምሕረትካ ቀልጢፉ ልኣኸልና ምክንያቱ ብዙሕ መከራን ሽግርን ረኺቡናስ ተስፋ ቆሪፅና ኢና ዝበሎ ኢስስክር ኣበሳነ ዘትካት ፍጡነ ይርከበነ ሳህልከ እግዚኦ እስመ ተመንደብነ ፈድፋደ እዚ ቃልዚ ብግእዝ ኣዝዩ ጥዑም ናይ ጥንቲ ሓጢኣትናን ሓጢኣት ወለድናን ኣይትዘክሮ ኣምላኽ በዚ ብዙሕ ከሲርና ኢና ሞይትና ኢና ምሕረትካ ቀልጢፍካ ልኣኸልና ተስፋ ቆሪፅና ተረቢሽና ኢና ዘለና መከራታት ኣብ ልዕሌና በዚሑ ኢልና ኣብ ቤቱ፣ ኣብ መንበሩ፣ ኣብ ቅዱስ ታቦቱ ድፍእ ክንብል እንተደኣ ክኢልና፣ ክንጽሊ እንተደኣ ክኢልና፣ ውሽጥና ሰላም ክንረክብ ምስ እግዚኣብሔር ኣቦና ክንዕረቕ እንተደኣ ክኢልና፣ ዓለምና እግዚኣብሔር ሰላም ክህብ ስንድው እዩ። ከመይ ሽሙ ሰላም እዩ። ሰላም እምበኣር መዓልቲ መጸነቲ ኣምላኽ ዝመደቦ ስርዓት ብምኽታል ትህነፅ፣ ትትከል፣ ትዕምብብ፣ ግርጭትን ግብረ ዓመፃን ንምዕጋት ሰላም ከም መጠን ክቡር ነገር ኣብ ልቢ ነፍሲ ወከፍ ሰብ ሰራውር ክትኣቱ ኣለዋ። ወዲ ሰብ ካብ ግርጭት፣ ካብ ሞት፣ ካብ ቅርሕንቲ ክርሕቕ እንተ ኮይኑ ኣብ ሰላም ክኣቱ ኣለዎ። ሓቀኛ ሰላም ከዓ ናይ ባህልን ህንፀትን ዘማዕብል ኣህጉራዊ ማሕበረሰብ እውን ኣብ ሓደ ሕብረተሰብ ክመፅእ ዝገብር ሰላም እዩ። ስለዚ ንሰላም ከነረድያ ጥራሕ ዘይኮነ ናብ ኣምላኽ እውን ገጽና ክንመልስ ካብዚ ዘሎ ነገራት ክንወጽእ የድልየና። ቅድሚ ምዛመይ ክልተ ጥቕሲ ክዛረብ። ኢሳያስ ሓምሳን ኣርባዕተን ዓሰርተ ኣታ ሃገር እቲ ዝርሕርሓልኪ እግዚኣብሄር ከምዚ ይብለኪ ኣሎ ኣኽራን እኳ እንተዘበሉ ኮረቢት እውን ነይ ነይ እንተበሉ ምሕረተይሲ ካባኺ ኣይክዝንብልን ኪዳን ሰላመይ ከዓ ካባኺ ነይ ነይ ኣይክብልን እዩ እዚ ጥቕሲ እዚ ንሃገረይ ክህባ ፈትየ ኣለኹ ኦ ኤርትራ ትዝርሕርሓልኪ እግዚኣብሔር ከምዚ ይብለኪ ኣሎ ኣኽራን እኳ እንተዘበሉ ኮረቢት እውን ነይ ነይ እንተበሉ ምሕረተይሲ ካባኺ ኣይክዝንብልን እዩ፣ ኪዳን ሰላመይ ከኣ ካባኺ ነይነይ ኣይብልን እዩ። እዚ ንሃገርናን ንጎረባብትናን ንመላእ ዓለምናን ተስፋ እዩ። ስለምንታይ እንተ ኢልና ዝጽልዩ ሰባት ኣለዉ፣ ዝምህለሉ ሰባት ኣለዉ፣ ዝምህለላ ኣዴታት ኣለዋ፣ ዝምህለሉ ህጻናትን መንእሰያትን ኣለዉ፣ ደለይቲ ሰላም ኣለዉ፣ ንእግዚኣብሄር ዝፈርሑ ኣለዉ። ፍቕሪ ዝደልዩ ኣለዉ፣ ፍትሕን ርትዕን ሃሰስ ዝብሉ ሰባት ስለ ዘለዉ፣ ነዚኣቶም ሪኡ ነዛ ሃገር እዚ ነዚ ህዝቢ እዚ ኩሉ እኳ ዝተቐብጾ እንተኾነ ኣኽራን ነይ ነይ እንተይበሉ ኮረቢት እውን እንተዘበሉ እግዚኣብሄር ኣይግድሰንን እዩ ሰላመይ ካባኺ ኣይከልግሶን እየ ኣነ እግዚኣብሄር ንዓኺ ንኤርትራ ንዓኺ ንኢትዮጵያ እርሕርሓልክን እየ እዩ ዝብል ዘሎ ንዓኺ ንዓለም እውን እርሕርሓልኪ እየ ሓንትስ ገጸይ ድለዩ ካብ ክፉእ መንገድኹም ተመለሱ ኣነ ኣምላኽ ምዃንኩም ፈሊጥኩም ለምኑ ምድርኹም ክፍውሰልኩም እየ ምሕረት ከውርደልኩም እየ ኣብቲ ጽልይዎ ዘበለ ቦታ ከ ኣብቲ ቤት ጸሎት ድዩ ኣብ ኣባይትኹም ድዩ ኣብ ቤተ ክርስቲያን ብጉባኤ ትጽልይዎ ኣብኡ ተረኺበ ንዒንተይ ክሪኣኹም ኣእዛነይ ከዓ ንጸሎትኩም ጽን ክብላ እየን ምድርኹም ክፍወስ እዩ ኣሕዋተይ በዚ ተስፋ እዚ ንለዓዓል ነቶም ክፀናንዑ ዘለዉ ነፀናንዓዮም ሓገዝና ዘድልዮም ንሓግዞም ኣብ ጸሎት ደኣ እምበር እንታይ ተረኽበ እንታይ ኮነ ኢልና ክንሽበር ዘይኮነ ኩሉ ነገርና ናብ እግዚኣብሄር ከነቕርቦ የድልየና መንግስቲ ኣምላኽን ጽድቅን ድለዩ ስለ ዝበለና ጽድቂ ናይ እግዚኣብሄር ክንደሊ ሰላም ናይ እግዚኣብሄር ክንሓስብ የድሊ እግዚኣብሄር ምሕረቱ ይጠምትካ ሰላሙ ድማ ይሃብካ ዘሁልቂ 6 26 ከም ዝበለ ሰላም ምብዛሕ ዘርእን ዓሌትን ጣዕምን ሰላምን ራህዋን በረኸትን ፍርሒ ዘይብሉ ዓሚቕ ታሕጓስ ዝሰፈነሉ ኩነታት እዩ ዘፍሪ፣ ለዋውያን ዕስራን ሽዱሽተን ሽዱሽተ፣ ምሳሌ ዓሰርተ ክልተ ዕስራ። ስለዚ እግዚኣብሄርሲ ንህዝቢ እስራኤል ክምርቖም ከሎ እንታይ ኢልዎም ኣሎ? ኣብ ዘሁልቍ ሽዱሽተ ዕስራን ሽዱሽተን እግዚኣብሄር ብምሕረቱ ይጠምትኩም። እቶም ነብያት ከምኡ ኢሎም ይምርቕዎም ነይሮም፣ እግዚኣብሄር ብምሕረቱ ይጠምትኩም፣ ሰላሙ ኸኣ ይሃብኩም። ንሕና እውን ሎሚ እዚኣ ጸሎት እዚኣ ክንጽሊ እግዚኣብሔር ብምሕረቱ ይጠምተና ሰላሙ ከኣ ይሃበና ኣብቲ ጸሎትና ከምኡ ኢና ንብል ንዓናን ንመላእ ዓለምናን መሓረና ማለት እዚ እዩ እግዚኣብሔር ብምሕረቱ ይጠምትካ ይጠምትኪ ይጠምተኒ ይጠምተና ሰላሙ ከኣ ይሃበና እቲ ሓቀኛ ዘይበርስ ዘለኣለማውን ፍትሓውን ዝኾነ ሰላም ኣብቲ መሲሓዊ ናይ ሰላም ራእይ ብፍሉይ ከኣ እዚ ነገርዚ ተገሊጹ ኣሎ። ንኹሉ ፍጥረት ዝሓቁፍ ሰላም ዝሰፈኖ ኣምላኽ ኣብ ሓድሽ ኪዳን በቲ መሲሓዊ እዋን ክመጽእ ስለ ዘለዎ ሰላም ዝሰፈኖ ሓድሽ ዓለም ምእንቲ ክንመጽእ ነዚ ነገርዚ ኣጸቢቕና ክንፈልጥ የድሊ። ክቡራን ብክርስቶስ ኣሕዋተይን ኣሓተይን ሰላም ኣምላኽ ኣብ ልቢ ሰብ ምስ ዝኣቱ እምበኣር ተስፋታቱ ፈጣሪና ኣብ ህይወትና ይፍጽም ኣሎ ማለት እዩ። ኣብ ውሽጥና ክኣቱስ ክንዓድሞ ካብ ሎሚ ጀሚርና ክሳብ እዋን ልደት ዘሎ ናይ ጸሎት ናይ ምህለላ ናይ ጾም ንግበሮ ጽባሕ ጾም ይኣቲ ኣሎ ጾመ ነቢያት ስለዚ ክሳብ ልደት ዘሎ ግዜ ጾም እዩ ንጠቐመሉ ንቓል ኣምላኽ ንንባብ ምንቲ ህዝብና ምንቲ ገዛ ርእስናን እግዚኣብሄር ክምሕረና ንጠቐመሉ ኣብ ኢሳያስ 29 20 27 እንታይ ይብል 20 21 ኢሳያስ ዕስራን ትሽዓተን ዕስራ ዕስራን ሓደን እቲ ጨካን ደጊም ኣይክህሉን እዩ እቲ መላገፂ እውን ክጠፍእ እዩ እከይ ዝገብሩ ቁልጭ ዝብሉ ኩሎም ንጻድቕ እከይ ክገብሩ ኢሎም ቁልጭ ዝብሉ ኮፍ ዝብሉ ወይ ሕማቕ ክሰርሑ ዝሓድሩ እግዚኣብሄር ብኸንቱ ከጽንቶም እዩ እግዚኣብሄር እንታይ ኢሉ እስኻትኩም ግቡእኩም ግበሩ ሕነ ምፍዳይ ናተይ እዩ ደጊም ኣብዛ ምድሪ እዚኣ ጨከናት ኣይክህልውን እዮም መላገጽቲ ናይ እግዚኣብሔር ኣይክህልውን እዮም። ንጻድቃን ንኣመንቲ ዘሳድዱ ለይትን ቀትርን ኮፍ ኢሎም ዝሓድሩ ሰባት እግዚኣብሔር ክርሕቆም እዩ ከጽንቶም እውን እዩ። ክርስቶስ እዩ መወዳእታ ክዕወት፣ እግዚኣብሔር እዩ ኣብ መወዳእታ ክዕወት፣ ፍቕሪ እዩ ኣብ መወዳእታ ክዕወት፣ ሰላም እዩ ኣብ መወዳእታ ክዕወት። ስለዚ ኣሕዋተይን ሓተይን ደጊመ ክብለኩም ዝደሊ ናብ እግዚኣብሄር ኣምላኽና ንመለስ ብዘይ እዚ ኣምላኽ እዚ መድሓኒ የብልናን እግዚኣብሄር ደጊሙ ይነግረና ኣሎ ገጸይ ድለዩ ካብ ክፉእ መንገድኹም ተመልሱ ተመለሱ ምድርኹም ክፍውሰልኩም እየ ሓጢኣትኩም ይቕረ ክብለልኩም እየ እቲ ኣሲርና ዘሎ ነገር ካብ ተረዳእናዮ ምእንቲ ገዛእ ርእስናን ምእንቲ ካልኦትን እናማለድና ክንጽሊ ሎሚ ምእንቲ ሃገርናን ጎረባብትናን መላእ ዓለምናን ካብ ውግእን ወረ ውግእን ሓራ ወፂኡ ሰናይ ዘመን ክገብረልና ነዚ ኣብ ልዕሌና ኣንጠልጢሉ ዘሎ ናይ ከቢድ ሕማም ናይ ኮረና ውን እግዚኣብሔር ካብዚ ምድሪ ዝክኣሌልና እንደገና ናብ ቤትና ኣቲና ናብ ውሽጥና ኣቲና ሱባኤ ብምግባር ክንጽሊ በዚ ነገር እዚ ከተባብዓኩም ይደሊ ወትሪ ግዜ ካብ ዘየድሊ ናይ ሚድያታትን ዘናውጽዎ ነገራትን ሓራ ወጺእና ቃል ኣምላኽና እዩ እቲ ቃል ሓቂ ካብዚ ወጻኢ ካልእ ሓቂ የልቦን ካብዚ ወፃእ ካልእ ሓቂ ስለ ዘየልባ ኣብዚ ተመሊስና ከነንብብ ምስ ጀመርና እግዚኣብሄር ንዘመንና ዝኸውን ምላሽ ክህበና እሞ በዚ ተተባቢዕኩም ንህይወትኩም ክትመርሑ እግዚኣብሄር ኣምላኽ ቅዱስ ፈቓዱን ሰላማዊ ንጉስ ከዓ ሰላሙን ምሕረቱን ንዓናን ንጎረባብትናን ንመላእ ዓለምናን ይሃበልና።